ሰላምኩም ይብዛሕ ፍትዋ ተኸታተልተይ ንሎማዓንቲ እውን ከምቲ ልሙድ ቆንጆ ብዝኾነ ሓሳብ ተመልሰ መፅ ኣለኹ ስለዚ ናይ ሎማዓንቲ መደብና ዝኸውን ድማ እንታይ እዩ ክሳብ መወዳእታ ምሳኺ ክኸውን ዝደሊ ወዲ ናይ ግድን እዞም ሕጂ ዝነግራኪ ሓሙሽተ ምልክታት ትረኽብሉ ብዝብል መደብ ተመልሰ መፅ ኣለኹ ሕጂ እዚ ማለት እንታይ እዩ ሓደ ሓደ ዋድሎ ኣለኽን ንፍቕረኛኽን ትጠራጠራ ማለትሲ እዚ ወዲ እዚ ናይ ብሓቂ ክሳብ መወዳእታ ምሳይ ክዘልቕ ይደሊ ድዩ ናይ ብሓቂ የፍቅረኒ ድዩ ናይ ብሓቂ ንዓይ ተገዳስነት ኣለዎ ድዩ ኢልክን ትጠራጠራ ዋልድ ብዙሓት ይኸን በተለይ በተለይ ድማ ኣብ ርሕቀት ፍቕሪ ዘለኽን ኣሕዋተይ በቃ ናትኩም መራኸቢት ሓንትን ሓንትን ስልኪ ጥራሕ ስለ ዝኾነት ብስልኪ ጥራሕ ከመይ ገይረ ክኣምኖ ይኽእል ብስልኪ ጥራሕ ከመይ ገይረ ክሳብ መጨረሻ ምሳይ ክኸውን ከም ዝደሊ ክፈልጥ ይኽእል ኢልክን ኣብ ከቢድ ጭንቀት ዘለኽን ብዙሓት ኣዋልድ ኢኻ። ስለዚ ሕጂ ኣነ ክብለኪ ዝኽእል እዛ ቪድዮ እዚኣ ክሳብ መወዳእታ ብትኽክል ኣዳሚ እስኪ እዞም ሕጂ ዝነግረኪ ሓሙሽተ ነገራት ኣብ ፍቕረኛኺ እንድሕር ረኺብክሉ እመንኒ እዚ ወዲ እዙይ ክሳብ መጨረሻ ምሳኺ ክኸውን ይደሊ እዩ ማለት እዩ። ዘን ንስኺ ድማ እታ ክትገብረለኪ እቲ ንዕኡ ዘለኪ ምጥርጣር ኣቋሪፅኪ እቲ ንዕኡ ካባኺ ዝግብኦ ነገር ክትህብዮ ኣለኪ። እዚ ማለት ክትከናኸን የለኪ ከተኽብር የለኪ በቃ ዝኾነ ኣብ ፍቅራዊ ህይወትኩም ተስፋ ክትህቡ የለኪ ማለት እዩ። ስለዚ እዛ ቪድዮ እዚኣ ኣብ ብርሕቐት ፍቅርን ዘለኽን ኣሕዋተይ ትጠቅም እያ። ከምኡ እውን ብኣካል ንትራኸቡ ፍቅረኛታት እውን ትጠቅም እያ ማለት ስለዚ ክሳብ መወዳእታ ጽን ኢልኩም ከተዳምጹን ኣለኩም ሰናይ ምክትታል ኦኬ ሶ ብቐጥታ ናብቲ ጉዳይና ክንሓልፍ ከለና እቲ ናይ መጀመርታ ክሳብ መወዳእታ ምሳኺ ክኸውን ዝደሊ ወዲ ዘርእዮ ምልክት እንታይ እዩ? ብስልኪ ተዋኢስኩም ቀልጢፉ መሊሱ ዝድውል እንተኾይኑ እዩ። ሕጂ እዚ ማለት እንታይ እዩ ኣብ መንጎ ክልቴኹም ዝኾነ ዘይምርድዳእ ክፍጠር ይኽእል እዩ ነገር ግን ዝኾነ ዘገራጩ ነገር ኣብ መንጎ ክልቴኹም ስለ ዝተፈጠረ ብኦቢል የኾነን ዝጠፍእ በቃ ንኣብነት ብስልኪ እንድሕር ተዋኢስኩም ሲ ነቲ ነገር ንሱ ብምርድዳእ ክፈትሕ ኢሉ ቀልጢፉ መሊሱ እዩ ዝድውለልኪ ሕጂ ምናልባት እውን እቲ ጥፍኣት ኣባ ክኸውን ይኽእል እዩ ነገር ግን ናይ ብሓቂ ዘፍቅረኪ እንድሕር ኮይኑ ማለት ሲ ክሳብ መወዳእታ ምሳኺ ክኸውን ዝደሊ እንድሕር ኮይኑ ብቐሊሉ ክፋትሐኪ ኣይደልን ስለዚ ንከምኡ ድማ ኩሉ ግዘ ምሳኺ ንምርድዳእ ድልው እዩ ማለት እዩ ስለዚ ኣብ ዝኾነ ኣብ መንጎ ክልቴኹም ባእሲ ዘጋጥመሉ ሰዓት ነቲ ችግር ንክፈትሖ ኢሉ ምሳኺ ኢሂን ሚሂን ይበሃሃል ማለት እዩ ተዘይኮይኑ ግን ብዝኾነ ምክንያት ብንእሸይ ነገር ተባኢስኩም ንክልተ ሰሙን ንወርሒ ዝጠፈእኪ እንድሕር ኮይኑ ግን እዚ ወዲ እዚ ምሳኺ ናይ ምቕፃል ዕድሉ ብጣዕሚ ዝተሓተ እዩ ናብ ካልእ እውን ክኸይድ ይኽእል እዩ ማለት እዩ so ኩሉ ግዘ ኣብ ትበኣስሉ ሰዓት ነቲ ችግርኩም ብምዝርራብ ንክፈትሖ ድልው እንድሕር ኮይኑ ምሳኺ ንክረዳዳእ ምሳኺ ይህን ምሂን ንክበሃሃል ድልው ዝኸውን እንድሕር ኮይኑ እዚ ወዲ እዚ ምሳኺ ክሳብ መወዳእታ ክኸውን ስለ ዝደሊ እዩ ካባኺ ክፍለ ስለ ዘይደሊ እዩ ብቐሊሉ ክፋትሐኪ ስለ ዘይደሊ እዩ ማለት እዩ ኦኬ ናብቲ ካልኣይ ነጥቢ ክንሓልፍ ከለና ድማ ብኣኺ ምክንያት ዝበኪ እንተኮይኑ እዩ ሕጂ ኣውዚ ርግጸኛ ኮይነ ክዛረቦ ዝኽእል ነገር እንተሃልዩ ሓደ ወዲ ልቢ እንድሕር ገይሩ ኣምሲሉ ክበኪ ኣይኽእልን ማለት ሲ ብዝኾነ ናይ ሓሶት ምኽንያት ክበኪ ኣይኽእልን ስለዚ ብኣኺ ምኽንያት ተባዒዝኩም ክኸውን ይኽእል እዩ ክፍለየካ እየ ኢልክዮ ክኸውን ይኽእል እዩ ብዝተፈላለየ ምኽንያት ዝበኽየልኪ እንድሕር ኮይኑ እዚ ወዲ እዙይ ንዓኺ ልዑል ስምዒት ስለ ዘለዎና ምሳኺ ክሳብ መወዳእታ ክኸውን ስለ ዝደልን ጥራሕ እዩ ሕጂ ከምዚ ክብለኪ ከለኹ ግን ዘይበኽየልኪ እንድሕር ኮይኑ ምሳኺ ክኸውን ኣይደልን ምሳኺ ክሳብ መጨረሻ ቅፅል ኣይደልን ማለተይ ኣይኮነ ምክንያቱም ናይ ወዲ ተባዕታይ ልቢ ተሪር እዩ ስለዚ ብውሽጦም ገይሮሞ ቁሕሞ ኣቢሎሞ ፀጥ ዝብሉ ወዳቱ ብዙሓት ስለ ዘለዎ ማለት እዩ ብዝኾነ ግን ብኣኺ ምክንያት ዝበኪ እንድሕር ኮይኑ እዚ ወዲ እዙይ ንዓኺ ልዑል ስምዒት ስለ ዘለዎ እዩ ስለዚ ክትርድኡ ኣለለኪ ንዑ ምጥርጣር ኣቋርፂ ኣጥቢእኪ ክትሕዙ የለኪ ማለት እዩ ኦኬ ናብቲ ሳልሳይ ነጥቢ ክንሓልፍ ከለና ድማ መብዛሕትኡ ግዘ ከተዕልሉ ከለኹም ካብ ኣፉ ዝወፁ ቃላት ቁም ነገር ዘለዎም እንተኾይኖም እዩ ሕጂ እዚ ማለት ድማ እንታይ እዩ እዚ ምሳኺ ክሳብ መወዳእታ ክኸውን ዝደሊ ወዲ በቃ መብዛሕትኡ ግዜ ከተዕልሉ ከለኹም ቁም ነገር ዝተሓወሶ ዕላል እዩ ዘዕልለኪ ማለት ሲ በቃ ከይሓተትክዮ ብዛዕባ መጻኢኹም ይዕልለኪ ብዛዕባ እትወልድዎም ውላድ ብዛዕባ እትነብርዎ ዓዲ በቃ ቁም ነገር ዝተሓወሶ ምሳኺ ክሳብ መጨረሻ ዘለዎ ራእይ የዕልለኪ ማለት እዩ ሕጂ ንምንታይ እዩ እዚ ወዲ እዚ ምሳኺ ክሳብ መጨረሻ ዘለዎ መንገዲ ኣብ ኣእምርኡ ስኢሉ ስለ ዝወደኦ እዩ ንኣኽ ዘዕልለኪ እንተዘይኮይኑ ግን መብዛሕትኺ ነዋልድ እንዶም ኣብዚ ነገር እዚ ኢኽን ትሽወዳ በቃ ሓደ ወዲ ሲ ደው ኢሉ መዓረይ ሃኒተይ ሽኮረይ ገለገለ ኢሉ ውድስ ውድስ እንድሕረ ቢሉኪ በቃ ዝገራርሙ ናይ ዘስዕቑ ቃላት እንድሕር ተዛሪቡኪ ብደንብ ገይሩ ፍትሕ እንድሕረ ቢሉኪ በቃ የፍቅረኒ እዩ ኢልኪ ትድምድሚ ሕጂ እዙይ ብጣዕሚ ዓብዪ ስሕተት እዩ ሓደ መታለሊ ወዲ ንዓኺ ምውዳስና ንዓኺ ምስሓቕ ብጣዕሚ ንዕኡ ሲምፕል እዩ ነገር ግን ንዓኺ ብዛዕባ መጻኢኹም ምዕላል ንዓኺ ቁም ነገር ዝኾኑ ቃላት ምዕላል ግን ነቲ ወዲ ንሱ ብጣዕሚ ከቢድ እዩ ምኽንያቱም ብዛዕባ መጻኢኹም ኣብ ኣእምሮኡ ዝሰኣሎ ነገር የለን ዝሓስቦ ነገር ምንም የለን ክሓስበሉ እውን ኣይደልን ስለዚ ሓፍተይ ኣብዚ ንስኺ ብደንብ ጌርኪ ከተስተውዕል ኣለኪ መዓረይ ሽኮረይ እናበለ ስለ ዝወደሰኪ ኩሉ ግዘ ኣብ ዝተረኸብኩም ሰዓት ስለ ዘስሕቐኪ ምናልባት ንሽዑ ደስታ ክፈጥረልኪ ይኽእል እዩ ነገር ግን ዘላቕነት የብሉ ሶ ናይ ብሓቂ ክሳብ መጨረሻ ምሳኽ ክኸውን ዝደሊ ወዲ ኣብ መንጎ ዕላልኩም ኩሉ ግዘ ቁም ነገር ዝተሓወሶም ዕላላት የዕልለኪ ማለት እዩ። ኦኬ ናብቲ ራብዓይ ነጥቢ ክንሓልፍ ከልና ድማ ንዓኽን ንቤተሰብክን ዘኽብረልክን ተኾይኑ እዩ። ሕጂ እቲ ወዲ ንሱ ንዓኺ የኽብረኪ ድዩ ንቤተሰብኪ የኽብረልኪ ድዩ ክትፈልጥዮ እንድሕር ኮንኪ ግድን ብኣካል ክትረኽብዮ ኣለኪ ማለት ኣይኮነን። ብስልኪ ኣብ ትራኸብሉ ሰዓት ብስልኪ ኣብ ተዋግዕሉ ሰዓት ካብ ንሱ ዝህበኪ ቃላት ተበጊስኪ ንዓኺ ክብሪ ኣለዎ ድዩ ንቤተሰብኪ ክብሪ ኣለዎ ድዩ ምፍላጥ ትኽእሊ ኢኺ ማለት እዩ ስለዚ ሕጂ ንኣብነት ንዓኺ የኽብረኪ ዶ ኣየኽብረኪ ብምንታይ ክትፈልጥ ትኽእሊ ኢኺ ኩሉ ግዘ ንስምዒታትኪ ዝጥንቀቕ እንድሕር ኮይኑ ንዓኺ ንውሽጥኺ ክነኽኡ ዝኽእሉ ዘረባታት ዘይዛረበኪ እንድሕር ኮይኑ ዘይፀርፈኪ እንድሕር ኮይኑ ምስ ካልኦት ኣዋልድ ዘየወዳድረኪ እንድሕር ኮይኑ እዚ ወዲ እዙይ ንዓኺ ክብሪ ኣለዎ ማለት እዩ ከምኡ እውን ንቤተሰብኪ ክብረ ኣለዎ ዶ የብሉ ንክትፈልጥ እንድሕር ደሊኺ ድማ ንቤተሰብኪ ዝጥይቕ እንድሕር ኮይኑ ማለት ሲ በቃ ቤተሰብኪ ከም እዮም ኣሕዋትኪ ክንደ እዮም እንታይ ይሰርሑ ገለ እንዳበለ ብዛዕባ ቤተሰብኪ ጥልቕ ኢሉ ክፈልጥ ዝደሊ እንድሕር ኮይኑ ብዛዕባ ቤተሰብኪ ሕማቓት ቃላት ዘይዛረበኪ እንድሕር ኮይኑ እዚ ወዲ እዚ ንቤተሰብኪ የኽብረልኪ እዩ ማለት እዩ ኮይኑ ግና በንጻሩ ንስምዒታትኪ ዘይጥንቀቕ እንድሕር ኮይኑ ዝዘንጥለኪ እንድሕር ኮይኑ በቃ ምሳኺ ዘዋግዕ ዘለኹ እኮ ንእከለ ከቕኒ ኢለ እየ ንሳ ከዋግዕ ከለኹ እኮ ብዙሓት ዋልድ እየን ዝጥይቃኒ ብዙሓት ዋልድ እየን ዘፍቅራኒ ገለገለ እንዳበለ በቃ ዝኾነን ዘይኮነን እንዳሓዋወሰ ዝዛረበክ እንድሕር ኮይኑ እዚ ወዲ እዙይ ንዓኺ ክብሪ ምንም የብሉን ማለት እዩ ከምኡ እውን ብዛዕባ ቤተሰብኪ ሕማቓት ቃላት ክዛረብ ይኽእል እዩ ከምዚ ዓይነት ወዲ እንድሕር ኮይኑ ንዓኺ ኮነን ቤተሰብኪ ምንም ዓይነት ክብሪ የብሉን ኦኬ ናብቲ ሓምሻይን ናብቲ ናይ መወዳእታን ነጥቢ ክንሓልፍ ከለና ድማ ዝመኽረኪ እንተ ኾይኑ እዩ። ሕጂ እዚ ማለት እውን ሓደ ወዲ ክሳብ መወዳእታ ምሳኺ ክኸውን ዝደሊ እንድሕር ኮይኑ ንስኺ ብዝኾነ ይኹን ነገር ክትንክእዮ ኣይደልን ማለት ሲ በቃ ብዝኾነ ነገር ክትታለሊ ብዝኾነ ሕማቕ ነገር ክትረኽቢ ኣይደልን። ስለዚ ንኸምኡ ድማ ብተደጋጋሚ ይመኽረኪ ማለት እዩ። ሕጂ ክመኽረኪ ከሎ ንውልቃዊ ህይወትኪ ዝጠቅም እዩ። ከምዚ ተገበርኪ ይሐይሽ ሰባት ከታልሉኺ የብሎምን ብደንቢ ጌርኪ ከተስተውዕሊ ኣለኪ ገንዘብኪ ጠቂብኪ ክትሕዚ ኣለኪ ገለገለ እንዳበለ በቃ ኮታስ ብዛዕባኺ ንስኺ ኣብ ዝኾነ ሕማቕ ደረጃ ወዲቅኪ ክርእየኪ ስለ ዘይደሊ ንስኺ ብዝኾነ ሰብ ተታሊልኪ ክርእየኪ ስለ ዘይደሊ ኩሉ ግዘ ምኽሩ ይልግሰልኪ ማለት እዩ ስለዚ ኣብ ዙርያኺ ኩሉ ግዘ ብኣኺ ተገዲሱ ንዓኺ ምኽሪ ዝልግሰልኪ ዓይነት ወዲ እንድሕር ሃልዩኪ ንስኺ ዕድለኛ ኢኺ ማለት እዩ። ስለዚ ነዚ ሓሳብ እዚ ከነጠቐልሎ ከለና እቲ ናይ መጀመርታ ብስልኪ ተባኢስኩም ቀልጢፉ መሊሱ ዝድውል እንድሕር ኮይኑ ብኣኺ ምኽንያት ዝበኪ እንድሕር ኮይኑ ኩሉ ግዘ ኣብ ትዕልሉ ሰዓት ካብ ኣፉ ዝወፁ ቃላት ቁም ነገር ዝተሓወሶም እንድሕር ኮይኖም ንዓኽን ንቤተሰብክን ዘኽብር እንድሕር ኮይኑ ከምኡ እውን ዝመኽረኪ እንድሕር ኮይኑ እዚ ወዲ እዚ ክሳብ መወዳእታ ምሳኺ ክኸውን ስለ ዝደሊ ጥራሕ እዩ ስለዚ ክትርድኡ ኣለኪ ክትከናኸኑ የለኪ ኣጥቢቅ ክትሕዙ የለኪ ማለት እዩ ሶ ናይ ሎማዓንቲ ዝነበረትን መደብ እዚኣ ትመስል ነዛ ቪድዮ እንድሕር ፈቲኹማ ላይክ ምግባር ይትረስዑ ከምኡ እውን ነዛ ቻናል ሓደሽ ሰባት እንተደኣ ኣሊኹም ሳብስክራይብ ብምግባር ናትና ቤተሰብ ምዃን ትኽእሉ ኢኹም ክሳብ ብካልእ መደብ ዝምለስ ቻው ብጣዕሚ እየ ዝፈትው